ክብራት ኣሕዋተይ ከመይ ቀኒኽን ስመ ኤደን እበሃል ንሎማዓንቲ ከዓ ኣገዳሲ ዝኾነ ሓበሬታ ኣለኒ እሞ ናባኽን ከብሎ ከይ ዝኸበርክን ኣሕዋተይ እቲ ህፁፅ ሓበሬታ ንኣዴታት እዩ ማለት እዩ ንሕፃናት ደለክን ኣዴታት ትሕቲ ሓደ ዓመት እዚ ከዓኒ እዚ ፎርሙላ እንተ ተስትኦም ኮንክን ደቅኽን እዚ ፓውደር ፀባ ኣብ ኣሜሪካ እንዳተሳእነ መፅእ ኣሎ ሶ ኣቐዲምክን ሕዛ ኣብ ወልግሪን ዝበሃል ድኳን ኣሎ ምሽ ፋርማሲ ኣብኡ ራሽን ገይሮሞ ከምዚ ናይ ናይ ስመራ ናይ ቀበሌ ድቡና ነበሩ ብቑፅሪ ከምኡ ገይሮሞ ኣለዉ እሞ በጃኻትክን ሓደራኽን ቆልዑትክን ኣብ ክስታይ ከይትወድቃ ምእንቲ ዳሕራይ የለን ክትብሎ ይኽእል ኒኻ ቆልዓሶ ብዝተኻእለክን መጠን ኣቕምጥ ኣብ ገዛኽን ዕለት እንዳረኣኽን ንነዊሕ ግዜ ድጸንሒ ማለት እዩ ቴን ጡብ ጸባ ትኽእላ ማለት እዩ ተን ትኽእላ ተጥብዋ ሓደራኽን ጡብ ጸባ ቀይጥ ቀጽለኦ ይኽን እየ ክብለክን ዝደሊ ምክንያቱ ጸባ ጥብሲ ማይ እያ ትኣክላ ኩባያ ማይ ተሰቲኽን ጸባኻ ምልእ እዩ ድብለልካ ጡብካ ማለት እዩ ሱዚኣ እየ ክብለክን ሓደራክን ክቡራት ኣሕዋተይ ንኩላትኩም ከዓ ማለት እዩ ኣብ ኣሜርካ ማለት እዩ ኣብ ካልእ ዓዲ ይቅመጥ እኔ ሶ ክፈልጥ ኣይክእልኔ ግን ኣብ ኣሜርካ ኩሉ ሰብ ጎረባብተይ ማለት እዩ ጻዕዱ እዮም ጎረባብተይ መብዝሕትኦም ዝሪኦም ዘለኹ ገለመለ ዘይባላሾ ኣቑሑት መግብታት ማለት እዩ እንዳቐመጡ እዮም ኣብ ገዝኦም ዘለዉ ምክንያቱ ብጣዕሚ እዚ ከቢሩ ማለት እዩ ከቢሩ ጥራይ ደይኮነ እቲ ቦታታት ዝሽየጥ ዝነበረ ብምልኦም ክስታይ እንዳሳዕኑ ደሊቨሪ እዮም ዝብሉ ዘለዉ ደሊቨር ተሳኢኑ ዋላ ብመርከብ ዋላ ገለ ሶ ኩሉ ነገር ዳኸበረ ስለ ዝኸይድ ኣሎ ሓደራኹም ኩላትኩም ማለት እዩ ዝቅመጥ ከም በዓል ቢንስ ማለት እዩ ሓርጭ ናይ ጣፍ ሓርጭ ናይ ስርናይ ሓርጭ ንዝኾነ ቅጫ ሰንኪትካ ዋላ ተብልዖ እዚ ጠስሚ ከዓ ኤክስፓይሬሽን ዴት ርኢኽን ከዓኒ ኣብ ፍሪዘር ዋላ ተቐምጦ ሰሪሕክን ትጠስሚ ኣብ ፍሪዘር ተቐምጦ ምሽ ጽግም ተይሉካስ ስንክት ኣቢልካ ከማን ቅጫ ፍትፍት ዋላ ትገብረሉ ትኽእል ደቅኻ ማለት እዩ ዋላ ገዓት ትገብር ትኽእል ንዓናስ ብዙሕ ኣማራጺ ኣለና ማለት እዩ ከምዚ ናይዚ ዓዲ ኣይኮነን እዞም ዓዲ ተደኣ ተደኣ ፋስት ፉድ ተዓጺቦም ክሞት እዮም ማለት እዩ ብስንባደ ክሞት እዮም ሶ ንሕናስ ኣማራጺ ኣለና ካብኦም ንሓይሽ ማለት እዩ ምክንያቱ ጸገም ንፈልጦ ኢና እቲ ናህና መግብታት ከዓ ይኖ ኣብ ቀረባ ግዜ ክስራሕ ስለ ዝኽእል ብዝተኻእለክን መጠን ከም በዓል ብርስን ከም በዓል ዓተር ዝኾነ ነገር ኣቐምጠዎ ገዚእኽን ኦኬ ዘይባላሹ ጥራጥረ ማለት እዩ ናይ ታኒካ መግብታት ከዓ ሰለስተ ዓመት ኣርባዕተ ዓመት ዝፀንሐሉ ንሱ ከዓ ንቆልዑትክን ማለት እዩ ሕማቕ ነገር ተጋጢሙስ ኣብ ዕያ ኣቢልክን ዋላ ንዓ እትብኦ ንኣብነት የድለክን ዘለኹ ግን ኣብዚ ዓዲ ክሳእን እዩ መግቢ ኢሉ ከዓ ፕረዚደንት ናህና ፕረዚደንት ባይደን ከኣ ተዛሪቡ ነይሩ ብቀዳማይ so ብዝተካእለኩም መጠን ክትቀራረቡ እየ ዝደልየኩም ኣነ ማለት እዩ እዚ ፓይን ኣፕል ገለመለ ምሽ ኣሎ ዝተቆራረፀ ቆልዑት ክበልዕዎ ዝኽእሉ ፍሩታታት ገለመለ ከምኡ ተኽኢልክን ስጋ ገለመለ ከማን ክሳእኒ ኣብ ቀረባ ግዜ ግን ቋንጣ ገለ ጌርክን ኣቐምጦ ቋንጣ እንቅብፅ ኣቢልክን ከምቲ ዝዘርኣኹኽን ቅድሚ ሕጂ ኣናቐፃ ቋንጣ ርእይክን ነይረ ኣብ ኦቨንታውን ቅፅዖ ትኽእላ ይኽን ቋንጣ ከም ጌርክን ገለ ጌርክን ኩሉ ኣብ ቦርሶ ጌርክን ኣቅምጦኦ ሶ ጸገም ክመጽእ ከሎ የብልናን ኣይትብሎ ንደቅኻ ማለት እዩ እዚኣ ይክብለክን ዝደሊ እዚኦም ዓዲ ብጣዕሚ እዮም ዝጥንቀቑ እንደገና ንፉዓት እዮም ከዓ ብዩቱብ ገለ ይከፋፈሉ ነንሕድሕዶም ማለት እዩ ንሕና ከዓ ኩሉ ግዜ ቢዚ ኢና ላዕልን ታሕቲ ንብል ኣይነርክበሉን ማለት እዩ ዋላ ነቲ ኒውስ ገለ ክንሪኦ ከማን ግዜ ብዙሕ የብልና ዞር ከዓ ዳኒ ሻወር ገብር ኣሎ ቆርፅለይ ድምፂ ተሰሚዕኽን ማለት እዩ ኣብ ጥቕኡ ስለ ዘለኹ ሶ ብዝተኻእለክን መጠን ዝቕመጥ ኣቑሑት ንደቅኽን ሓደራ ሓደራ ሓደራ እዚኣ ይኽብለክን ዝደሊ እዚ ፉል ኣለክን እንደ ዓረብ ከይድክን ፉል ብደርዞን ይኽን ትገዝኦ ሕሱር እዩ ብርስን ብኪሎታት ይኽን ትገዝኦ ሕሱር እዩ ካብኡ ከይድክን ገዚእኽን ኩሉ ዘድልየክን ኣቐምጣ ዘይቲ ዘይቲ እንዳተሳእነ እዩ ዝመፅ ዘሎ ዘይቲ ዩኖ ወላ ንእሽተይ ፓንትሪ ንእሽተይ ግብር ኣቢልክ ናብ ሓድሚ ኩርናዕ ኣብኡስ ፅፍፅፍ ኣብሎ ይኽን ንሕማቅ ግዜ ማለት እዩ ከምኡ ክገብሩ ስለ ዝረኣኹ እየ ኣነ ብብዝሒ ከዓ እዞም ጎረባብተይ ሰው እዚኣ እየ ክብለክን ዝደሊ ሓደራኽን ክቡራት ኣሕዋተይ ክቡራት ኣሕዋተይ ቀቁሩብ ከዓ ስእሊ ገይረልክን ኣለኹ ቁርቱለይ ሓሳባት ክትወስዳ ምእንቲ እንታይ እንታይ ገዚእክን ክተቕምጣ ከም ዘለክን ኣነ መቸም ዝመርፀልክን ከም በዓል ኦትሚል ከም በዓል ዩኖ ሓሪጭ ኩሉ ዓይነት ሓሪጭ ንሕና ንጥቀመሉ ማለት እዩ ሽኮር ጨው እዚታት ናይ ግድን ዕለቱ እንዳረኣኽን ማለት እዩ ትገዝኦ ዝቕመጥ ማለት እዩ ኣጆኻትክን ዋላ ኣብ ካሴታ ግብራ ቢልክን ኣብ ትሕቲ ዓለት ዋላ እትወኦ ንግዜ እዩ ማለት እዩ ነዚኣ ሕማ ግዜ ክሳዕ ንሕልፋ ብዝኾነ ቁርቱለይ ሓሳባት ክትረኽባ ኢለየ ተሳኢኑ ዝነበረ በዚ ግዜ ኮረና እሱታት ከዓ ወሲኸልክን ኣብዚ ማለት እዩ

ሓደራኻትክን ኣቕምጣዮ ክብለክን ዝደሊ እዚኣያ ነይራ እታ ናተይ ሓደራ ማለት እዩ ኣብ ንእሽለይ ቪድዮ ገይረ ከውጻየ ንበይና ምእንቲ ኩላትክን ክትሪኣኣ ተደሊኽን ከኣ ኣብዚ ከማን ኢንክሉድ ክገብራየ ብዝተረፈ እዚኣ ነይራ ናይ ሎሚ ክሳብ ዝርእየክን ደሓንቀኒ ባየ ኣሕዋተይ